ሰበር ዜና ሰራዊት ኢትዮጵያ ሎሚ ዕስራን ሓሙሽተን ሓምለ ክልተ ሽሕን ዓሰርተ ሸሞንተን ዓመተ ምህረት ብእግረኛን መካናይዝድን ብድሮንን ዝተደገፈ ኣብ ልዕሊ ሰራዊት ትግራይ ኣብ ሸረሪና ከቢድ መጥቃዕቲ ከፊቱ ኣሎ። ብሸረሪና እውን ብኦም ሓጀር እውን እዩ ጀሚሩ ዘሎ። ብኦም ሓጀር ናብ ኤርትራ እዩ ዝትኩስ ዘሎ። እስካብ ሕዚ ዋላ ሓንቲ ጥይት ኣይተኮስሉን ናይ ኤርትራ ሰራዊት። ብሸረሪና እንተሎ እግረኛ ጀሚሩ ኣሎ። ከቢቡና ከቢቡና!
ልዕሊ ሸሞንተ እዝታት ናይ ኣጋር ሰራዊት ናይ ኢትዮጵያ ንትግራይ ከቢቦማ ኣለዉ። ሰላማት ከመይ እኒኻትኩም ብሎማዓንቲ ዕለት ሰበር ዘይና ወፂኡ እኒሆ እሱ ድማ ታይ መሲሉኩም ሕዋሓት እና ብልፅግና ኹይናት ጀሚሮም እንዳተባሃለ እዩ ብዛዕባ እዙይ ብሰፊሑ ክንሪኢ ኢና ነዚ ቻናል እዙይ ሰብስክራይብ ክምኡ ነዚ ቪድዮ እዙይ ላይክ ላይክ ምግባርኩም ከይትርስዑ ናብ መደብና ሰበር ዜና ሰራዊት ኢትዮጵያ ሎሚ ዕስራን ሓሙሽተን ሓምለ ክልተ ሽሕን ዓሰርተ ሸሞንተን ዓመተ ምህረት ብእግረኛን መካናይዝድን ብድሮንን ዝተደገፈ ኣብ ልዕሊ ሰራዊት ትግራይ ኣብ ሸረሪና ከቢድ መጥቃዕቲ ከፊቱ'ሎ። ብተመሳል ድማ ኣብ ደብ ሱዳን ኣብ ልዕሊ ሰራዊት ሱዳን መጥቃዕቲ ከፊቱ እዩ። እቲ ብሰራዊት ኢትዮጵያ ተጀሚሩ ዘሎ ውግእ ናብ ኻልኦት ኩሎም ግንባራት ክሰጋገር ከምዝኽእል ድማ ዝተረኸበ ሓበሬታ የመላኽት። ሰበር ዜና ሎማዕንቲ ናብ ዕለት ዕስራ ሓሙሽተ ለውግሕ ሓምለ ዕስራ ሓሙሽተ ብእግረኛ መካናይዝድን ብድሮንን ልተደገፈ ኣብ ወልቃይት ጫፍ ሸረና ብክልቲኦም ወገን ኸቢድ መጥቃዕትታት ተኸፊቱ። ያው ሕዚ ከምሰምዑ ዘለኹም ብልፅግና ብድሮን ተሓገዘ ኩናት ከምዝተኸፈተ ያው ከምዝኸፈተ ህወሓት እውን ብኣኡ ምላሽ ከም ዝህቡ ዘለዉ ኩናት ከም ዝተኸፈተ ብሓጺሩ ኩናት ተጀሚሩ ከም ዘሎ እዩ ዝሕበር ዘሎ። እስከ ሃይለ ደደቢት ታይ እዩ ክብለና let's go።
ሰላም ጥዕና ይሃበለይ ክቡራትን ክቡራንን ቤተሰብ ደደቢት ሚድያ ከምኡውን ተኸታተልቲ መደብ ካባኹም ናባኹም ከምዘለኹሞ ሰላም ክትኮኑልና ናይ ኩሉ ግዜ ትምኒትና እዩ ናይ ሌትን ቀትርን ፃዕርናን እውን እዩ ከምቱ ኣብ ርእሲ ትርእይዎ ዘለኹም ብልፅግና እቲ ኩናት ጀሚርዎ ኣሎ እዚ ብኣግባቡ ተረዲኡ ምስራሕ ከድልዮ እዩ ኩሉ መቃልስትና ማለት እዩ ተዋይ ጥራሕ ዘይኮነ ናይ ኩሉና እዩ እቲ ጉዳይ ስለዚ ኩልና ክንሓስበሉን ክንሰርሓሉን ይግባኣና ሰበር ኢልና ሕዚ ክንመፅእ ከለና ኣብዚ ሕዚ ትከታተልዎ ዘለኹም መድረኽ ሰበር ኢልና ክንመፅእ ከለና ኣሐጒሱና ኣይኮነን ናይ ብልፅግና ስርዓት ኣብ ልዕሊ ህዝቢ ትግራይ ክፍፅሞ ዝደልዮ ነገር እውን ጠፊኡና ኣይኮነን ኣይኮነን ዕለታዊ ሰበር ክንብሎ ንኽእል ኢና የማነ ፀጋም እንዕዘቦም ዘለና ኩሎም ንዕዘቦም ዝነበርና እንሕልፎም ዝነበርና ህዝቢ ትግራይ ናይ ምፅናት ዕላማ ሒዙ ዝመፅእ ፀላኢ ክገብሮም ዝኽእል ኩሎም እንዳሕለፍና ፀኒሕና ኢና ሓድሽ ኣይኸውንን ሕዚ ማለት እዩ ንኩልና ሓድሽ ኣይኮነን ኣበይ እዩ ጀሚሩ ዘሎ እንታይ እዩ ኩነታት እንታይ እዩ ዝመስል ዝብል ብግልፂ ከቕምጥ ክምኩር እየ ኣይ ቲንክ ናይ መጀመርያ እውን ስለትኾን ብፌስቡክ እዩ ፍቲ ነፍቲን ክፀሓፍ ፀኒሑ ንሕና ከም ደደቢት እንገብሮ ኩሉ ግዜ ከም ትፈልጡና ደዊልና ናፍታ ቦታ ክነረጋግፅ ክንክእል ኣለና ኣብ ምዕራብ ትግራይ ዘለው ሰራዊትና ምዕራብ ግንባር እውን ከዓ ብዓብይኡ ደዊልና ምርግጋፅ ስለ ዘድሊ ንሱ ንክንገብር ኢና ንዝተወሰኑ ደቃይቅ ፀኒሕና ኢና ካብታ እቲ ሓበሬታ ዝወፀትላ 45 50 ደቂቃ ዶ ይኾን ዝፀናሕናዮ እዚ ክነፃሪ እዩ ስቂሉ ከምቱ ዝበሃል ዘሎ ቦቲን ቦቲን ትዕዘብዎ ዘለኹም ኣይኮነን እቲ መረዳእታ ናይ ከቢድ ጥራሕ እዩ ጀሚሩ መጀመርያ ንግሆ ወጋሕታ ብከቢድ ጀሚሩ ንሕና መጀመርያ ዝተማዕናዮ ሸረሪና እውን ኣይነበረን ሸረሪና ባዕሎም ኣብታ ናይ ኣብዪ ኣሕመድ ልሳን እያ ዝብለኩም ኩሉ ግዜ ሰብ ይንዕቃ እዩ ኣንዳፍታ ዝረብሑን ዘይረብሑን ሰባት ዕግርግር ስለ ዝብሉሉ ይንዕቕ ኣዩ ኣብኣ ባዕሎም ሸረሪና ኩናት ከም ተጀመረ ጽሒፎም እከለ ጀሚሩ እውን ኣይበሉም ባዕሎም ጀመርቲ ምዃኖም ርኢኹማ ትኾኑ ኢኹም ሸረሪና ላይ የተጀመረው ቃል ብቃል ምናልባሽ እውን ቃል ብቃል ንታሪክ ብደንብ ክንሕዞ ንሳቶም ተጀሚርዎም እንተኮይኑ እንታይ ክብሉ ከም ዝኽእሉ እውን ዓለም ስለ ዝፈልጥ ንሕና እውን ስለ ንርድኦ ቃል ብቃል ጸሓፍዋ ክንርኢ ኢና ታይ ዝመስል ትኹነታት ዝብል ክነግረኩም እየ ብዙሕ ዘጨናንቅ ስለ ዘይኮነ ብዕቱብ ዝጽበ ዘሎ ሰራዊት እውን ስለ ዝኾነ ተዳሊና ምጽናሕና ክንደይናይ ዝኣክል ጠቃሚ ከም ምዃኑ ኣውዚኹም ትዕዘብዎ ንመጀመርያ ግዜ ዝለጠፋ ኣንዳፍታ እዩ ሕጂ እውን ኣንዳፍታ እዩ ከመይ ንመጀመርያ ግዜ ከምኡ ክልጥፉ ክኢሎም ዝብል እታ ኩሉ ግዜ ዝነግረኩም እዚኣቶም ናይ ኣብይ ኣሕመድ ኣፈ ልሳን እዮም ኣንደበት እዮም እየ ዝብለኩም መጀመርያ ለጢፍዋ ወልቃይት ጫፍ ሸረሪና እያ ትብል ወልቃይት ጫፍ ሸረሪና እያ ትብል ምንም ካሊእ የብላ ኩናት ተጀሚሮ ይትብል ካሊእ ይትብል መጉልያ ናይ መጉልሒ ድምፂ መጋውሒ ምልክት ገይሩ ወልቃይት ጫፍ ሸረሪና ትብል ደሓር ያው ድሕሪ ካብ እሱ ካብ ዝለጠፉ ድሕሪ ሰላሳን ገለን ደቂቃ ከዓ እቲ ዜና በሱዳን ድንበር መጠነ ሰፊ ውጊያ ተከፈተ ዝብል ኣቐሚጡ ኣሎ ካሊእ እውን ባዕሎም ዝጀመርዎ ምዃኖም ኣብ ባዕሎም እውን ትርእይዎ ማለት እዩ ግን ንሳቶም ከምኡ ስለ ዝኾነ ኢለ ኣይኮነን ዝኸይድ ዘለኹ ኣነ ደው ኢለ ነይረ እቲ ኩናት ናብ ሸረሪና ጥራሕ ኣይኮነን ንኦም ሓጀር ገፅ እውን እዩ ጀሚርዎ ዘሎ ጽቡቅ እዩ ኣጀማምርኡ ኳዕ ጀመሮ ብኡ ንዓና ጥራሕ እንተይኮነስ ከምቲ ንሶም ዝበልዎ ከምቲ ቃል ብቃል ዝብሉና ዝነበሩ ተጋሩ ጥራሕ እንተይኮነ ታሪኾምን ንዕኦም ዝመስሉን ክነጥፍ ኢና ሰብ ሙያ ታሪኽ ኩዒቶም ናብ ዘየውፅዎም ክንእቱ ኢና እንዲዮም ዝብሉና ነይሮም ቃል ብቃል ዝብልዎ ዝነበሩ እዮም ትግብሩ ዘለዉ ትኽክል እዩ ናብ ሱዳን ድንበር ኣብ ሸረሪና እዮም ኢሎም ሓደ ሓደ ደናቑር ኣብቲ ኣነ ዝለጠፍክዎ ፌስቡክ ሸረሪና ዝበሃል ትግራይ ደሎ እዩ ዝብሉ ብትግርኛ ዝፅሕፉ ርኤ ገሪሙኒ ከምኡ ዶ ክንድዚ ዝኣክል ዶ ትድንቁር ኢኻ ብዝኾነ ኮይኑ ብሸረሪና እውን ብኦም ሓጀር እውን እዩ ጀሚሩ ዘሎ ብሸረሪና እውን ብኦም ሓጀር እውን ብኦም ሓጀር ናብ ኤርትራ እዩ ትኩስ ዘሎ እስካብ ሕዚ ዋላ ሓንቲ ጥይት ኣይተኮስሉን ናይ ኤርትራ ሰራዊት እስካብ ሕዚ ዋላ ሓንቲ ጥይት ኣይተኮሰን ብሸረሪና እንተሎ እግረኛ ጀሚሩ ኣሎ እንተሎ እግረኛ ጀሚሩ ኣሎ ከቢድ ጥራሕ ኣይኮነን ታሕቲ ሪመብ ናይ እግረኛ እውን ተጀሚሩ ኣሎ ኣብኡ ነብኡን ስለ ዝነበሩ ንሱ እውን ጀሚሮም ኣለዉ ግን ብከቢድ ናብ ክልቲኡ ፀኒሑ ሕዚ ብዕሊ ባዕሎም ዝጀመርዎ ኩናት ኣብ ምንታይ ክበፅሕ እዩ ንዕኦም እውን ነቲ ከባቢ እውን ናበይ ክወስዶ እዩ ዝብል ንስርሓሉ ከም ተጋሩ ክንሰርሐሉ ዘለና ጉዳይ ምዃኑ ንምፍላጥ እምበር ከምዝጅምርስ ኦረዲ ይመፅእ ኣሎ ይቐርብ ኣሎ የጓትት ኣሎ እንዳበልና እንዳነገርናኩም ስለ ዝቐንና ሓድሽ ኣይኾነኩምን ኢለ ዝኣምን ኣበየናይ መዓልቲ እዩ ጀሚሩ ልክዕ ተስታውስ እንተኾንኩም ንድሕሪት ተመሊስና ናብቱ ናይ 213 ጦርነት ዝጀመረሉ እዋን እንተተመሊስኩም እሞ ናህና ቪድዮታት እንተሪኢኹሞም ጥቅምቲ ዓሰርተ ትሽዓተ ኣለዋ ንዝብለን ሰራዊት ብሙልአን ኣለዋ ንዝብለን ኣሃዱታት ብሙልአን ኢንክሉዲንግ ተኣነ ዝነበርኩሉ ምብራቅ ኢትዮጵያ ኣብኡ ዝነበረ ሰራዊት ከም ዘለዎ ናብ ሚሌን ናብ ወልድያን ኣቕሪብዎ ጥቅምቲ ዓሰርተ ትሽዓተ ወዲኡ ኣቕሪቡ እዩ ማለት እስካብ ዕስራን ሰለስተን ኣብ ዝነበረ ዝተረፈ ካፍቲን ካፍቲን ዝነበረ ኮማንዶ ግዛዕምዛዕ ዝብልዎ ከጠራቕሙ እንተዘይኮይኑ ኩሉ ኣቕሪቦም ወዲኦም ነይሮም። ከምታ ልክዕ ሕዚ እንዳበልናያ ዝጸናሕና ኣቱም ሰብ ንሚሌ የቕርብ ኣሎ ኣይ ሆፕ እታ ግዛዕ ክረኽባ እየ እታ እንዳርኣኹም ዝቐነኹ ፎቶ ክረኽባ እየ ትግራይ ከቢውና እዩ ዘሎ እታ ብላዕሊ ዘላ ፍርቂ ሃፍ ሰርክል ጌሩ ክኸበና ዝገበረቶ ምስ ኤርትራ ዝፈጸምናዮ ብኤርትራ ንኸይትኮሰና ዝገበርናዮ ሰራዊት ትግራይ ኤርትራ ኣዋርዱ ንክበሃሉ ከለዉ ዝመለሱሉ መልሲ ድሕሪኡ ጽምዶ ኢሎም ዝኸድዎ ክያዶ ዝፈትሖ እንተዘይኮይኑ ከምዚኣ ገይሩ ከቢቡና እዩ እንዳበልና ደቀኒና እዚኣ ከይትለቅዋ እዚኣ እታ ናህና መርትዖ ሎመይ ኮነ ንሰሪሕናዮ ነቲ ሕዚ ጀሚርዎ ንብሎ ዘለና ዓለም በቲ ኣነ ዝነግረኩም ዘለኹ ሕዚ ንክትርድኦ ምግባር እንተኽኢልና ተጋሩ ቀዳማይ ዓወት ማለት ንሱ እዩ። ዓለም ክትርድኦ ኣለዋ። ጀሚሩ እዩ ቀንዩ ይኸው ከምዚኣ ገይርዋ ቀንዩ ኣምፅእዎ ነሎ ኢልና ንሪኦኩም ነርና ብዓፋር ቦርደር ናይ ትግራይን ዓፋርን ብምልኡ ታንኩ ኣየሩ ድሮኑ ሰራዊት ኣቕሪቡ እዩ በምሓራን ትግራይን ቦርደር ዘሎ ብምልኡ ከምኡ ኣቕሪቡ እዩ ካሊእ ተሪፉ ምዕራብ ትግራይን ፀለምትን እውን ሒዙ እዩ እዚ እንዳበልና ኢና ፀኒሕና ስለዚ ትግራዋይ እንተዘየጥፋእኹ ኣብ ርእሲ መሬት ክነብር ኣይደልን ዝብል ፀላኢ ከምዚኣ ገይሩ ቀንዩ ሎማዓንቲ ዕለት ሓደ ኦገስት ኦገስት ሓደ ክልተ ሽሕን ዕስራን ሽዱሽተን ብሸረሪናን ብኦም ሓጀርን ጀሚሩ ኣሎ ብሸረሪናን ብኦም ሓጀርን ኣነ እንታይ ሕጒስኒ ይመስለኩም ኩናት ኣይሕጉስን ትኽክል እዩ እቲ ዘሕጎሰኒ ግን እቲ ንብሎ ዝነበርና ንዓናን ንዓኹምን ከጥፍእ እምበር ንስኹም ስለተሓወስኩሞ ንዓኹም ፈልዩ ዝገድፍ ኣይኮነን እንዳበልናዮም ምጽናሕና ንኤርትራውያን ጽምዶ ፈጢርና እውን ንሱ ተረዲእዎም ጽምዶ ፈጢርና ኦኬ ናይ ሓባር ጸላኢ ኣለና ኢልና ጽምዶ ፈጢርና ኣብቲ ጽምዶ ኣቲና እውን ተጋሩ እውን ዝከኣለና ኤርትራውያን እውን ዝከኣሎም እንዳገበርና ምጽናሕና ኦኬ ናይ ሓባር ጸላኢ እዩ ኢልና ክንዛረቦ ዝጸናሕና ብተግባር እዩ በቃ ሕዚ ከፊትዋ እኒ ንተጋሩ ንበይኖም እየ ከፈተሎም ተሎ ንኤርትራ እዩ ተሎ ነምሓራ እዩ ኣምሓራ ሙሉእ ውግእ እኒሄ ከምቲ ትማልን ብቕል ትማልን ክንሰርሖ ዝሓደርና ዝወዓልና ዝረኣኹም ኣብ ቻናልና ረኣይዎ ቴሌቭዥን ዝሓለፈኩም ኣብ ቻናልና ኣብ ቴሌቭዥን ክሓልፈኩም ከሎ ተመሊስኩም ቻናልና ረኣዩ ደደቢት ሚድያ ኦፊሻል ዝብል ተመሊስኩም ረኣዩ ስለዚ እዚኦም ብተግባር ዘረጋግፅ እቲ ንብሎ ዝነበርና ቫሊዴት እናገበረ ይኸይዱ ኣብ ናህና ኣብ ሳይንስ ዝኾነ መሳርሒ ካሊብሬት ዝግበር እንተኾይኑ ቫሊዴሽን ዘይብሉ እንተኾይኑ ቫሊዴት ዘይግበር እንተኾይኑ ብካሊእ መረጋገፂ ዘይረጋገፅ እንተኾይኑ ትርጉም የብሉን ኣሚንካ ይትሰርሓሉን ስለዚ ቫሊዴት እዩ ገይሩልና ትንብሎ ዝነበርና ብሚድያታትና ዝሓልፍ ዝነበረ ጥራሕ ተይኮነ ብተግባር ፀላኢ ሕዚ ዝገብሮ ዘሎ ኮይኑ ምርካቡ እዚው ሓደ ይሕጉሰነይ ማለት ሚድያታትና ብመርትዖ ደጊፈን ዘቕርባ ምዃነን ማለት እዩ። ሕዚ ንምንታይ እዩ ብምዕራብ ትግራይ ጀሚሩ? ትማሊ ቃለ መሕተት ጌሩ ሰምዕዎ ነይርኩም። ተወሰነ ፕሮግራም እውን ሰሪሕናሉ ኢና። ትማሊ ቃለ መሕተት ኣብ ዝገበረሉ ቃል ብቃል ተዛረባ ምናልባሽ እታ ቪድዮ ስለ ዘየላ እምበር እታ ቪድዮ ሒዝና ፀኒሕና እውን ክንምለስ ኢና። እታ ቪድዮ እንታይ እያ ትብል? ኣብታ ቪድዮ እንታይ ኢሉ ወልቃይት ሕዚ ዓቕሚ ኣለኒ ኢሉ እንተሒዝዎ ህወሓት ይብል ቲፒኤልኤፍ ይብል ወልቃይት አሁን ቢወሰድ ሌላ ጊዜ ደግሞ ጠንከር በተባለበት ጊዜ ተመልሶ ይወሰዳል ይሉ ሕዚ ሕልና ካንቀሕ ትግራዋይ ወልቃይት መሓዝ ጥራሕ ኣይኮነን ሓዝካዮ ፅባሕ ንጎ ክመፀካ እየ ክብለካ ከሎ ሻምናይ ጀኖሳይድ ፈፂመልካ ታሽዓይ ጆኖሳይድ ግን ይጽበየካ ኣሎ እዩ ዝብለካ ዘሎ ስልኪ ካብኣቶም ይኣተወኒ ስለ ዘሎ ሓንቲ ክሊፕ ጋብዘኩም እየ ሳንዳ ኣዳመፅኩም ስምዑ ተፀበዩኒ ክምለሰኩም እየ ከይትኸዱ ሰነ ዓሰርተ ጀሚረልኩም እየ ጽቡቕ ወፃእ ኣይኮነን ፅቡቅ ካብቲ ዝበልናዮ ወፃእ ኣይኮነን ሕዚ ንምንታይ እዩ ብምዕራብ ትግራይ ጀሚሩ ዝብል እየ ጀሚረልኩም ነ ሕዚ ዝረኸብኩዎ መረዳእታ እውን ንዕኡ ዝውስኽ እዩ ኣብታ ቃለ መሕተት ነጊሩና እዩ ኣነ ጠርጢረ እየ ኖርማሊ በቃ ሕዚ ናይ መወዳእታ ክሰዓር እውን ክእል እየ ዘጒህን ኢለ ዝሓስቦ ፅባሕ ንግሆ ወንጀል ኮይኑ ከይተሓዘሉ እውን እዚኦም እዚኦም ወሲኸ ኢሉ ናይ ሰነ 16 ሰነ 15 16 በዓል ጀነራል ሰዓረ ተቐተሉሉን ፅባሒቱ ባዕሉ ዝዛረቦ ዝነበረ ዝሕልፎ ዝነበረ መልእኽትን ክልቲኡ ሓዊሱ እንተተሰዓርኩ እንተተባረርኩ እውን ብደገ ዝፀንሕ ይኹን ብውሽጢ ዘሎ ከይሕትተኒ ኢሉ ዝተወሰነ ሕውስ ኣቢሉ ናይ ወልቃይት ጉዳይ ግን ናይ ምዕራብ ትግራይ ጉዳይ ግን ኣልዒሉ እዩ ወልቃይት ኢሉ እዩ ዘልዕሎ ወልቃይት ጥራሕ ኣይኮነ ምዕራብ ትግራይ ከም ዘለዎ ሕጂ እንተተወሲዱ ይብል ዓቕሚ ክርከብ ከሎ መሊስና ክንወስዶ ኢና ቃል ብቃል ዝበላ እየ ዛረብ ዘሎ የወልቃይት ጉዳይ ከምዚ ገይረ እየ ዝሓስቦ ኢሉ እዩ ትማሊ ትማሊ እየ ዝብል ኣለኹ ትማሊ ዝገበረ ቃለ መሕተት እዚኣ ኢሉ ይሕሊፉ ለማዓንቲ ከም ዝጅምር ኦረዲ ተዳልዩ ምድላው እዩ ዝነግረና ነይሩ ማለት እዩ ኣነ ጥርጣረ ነይሩኒ ተነጋግርኡ ባዕሉ ትተኑ ባዕሉ ከምቲ ናይ መጀመርያ ዝብሎ ዝነበረ ሽንገላታት ምስ በዝሐ ሓሶት ምስ በዝሐ ኦኬ ዝኾነ ነገር ክህሉ ክእል እዩ ዝብል ጥርጣረ ነይሩኒ ብዝኾነ ኮይኑ ብጥርጣረ ጥራሕ ኣይኮነን ሕዚ ብተግባር ጀሚርዎ ኣሎ። ንምንታይ ብሸረሪና ጀሚሩ? ንምንታይ ብምዕራብ ትግራይ ጀሚሩ? ኦረዲ ምስ በዓል ፃድቃን ተማኺረ ኢሉ ዘሕለፈልና እኮ ፃድቃን እውን ኢልዎ ኢልና ዝሓበርናኩም ምዕራብ ትግራይ ንኸይኸዱ ኣብ ራያን ኣብ ዓፋርን ክንሕዞም ኢና ንወያነ እዩ ነይሩ። ንምንታይ ዳ ጀሚርዎ ብምዕራብ ትግራይ? ብከቢድ ከ ንምንታይ ጀሚርዎ ድሕር ከምኡ ኮይኑ ብስሩ እውን ዝርርብ እናተገበረ ዘለሉ እዩ ኣሜሪካ እውን ትምኩር ቀኒያ እያ ኣውሮፓ ሕብረት እውን ከምኡ ኣፍሪካ ሕብረት እውን ከምኡ ንትግራይ እዮም ከዛሓሕሉ ቀኒዮም ኦኬ ተባሂሉ እንታይ ኢልና መኸተናን እዛ ናይ ዕርቂ ጉዳይን ክልቲኤን ፓራለል ክኸዳ ክኽእል ኣለወን። ንማንም ኣሚንና ንድሕሪት ክንምለስ የብልናን እንዳበልና ቀኒና ኣነን ንስኹም ኣብዚ ትርእዩን ኣብ ቴሌቪዥን ትርእዩናን እውን መኸተና ንማንም ኣሚንና ኦኬ ኦባሳንጆ ክዓርቀና እዩ ወይ ማሲንጋ ክዓርቀና ኢልና ዕርቂ ከምፁ እዮም ዕርቂ ክመፅእ እዩ ሰላም ክመፅእ እዩ ኣብዪ ኣሕመድ ክህበና ዝኽእል ሰላም ክህሉ ኢልና ከይድናዮ እንተንኾን ትርእይዎ ዶ ኣለኹም ክንደይ ናይ ዝኣክል ጸገም ከምጽእ ከም ዝኽእል መኸተናስ ዓጺፍና እንተ ንኾን ማለት እዩ ኦረድ ንሎማዓንቲ ክጅምርስ ወርሒ ዶ ይኾን ወርሒ ይኾንን ክልተ ሰሙን ገለ እንተኮይኑ ቅድሚ ክልተ ሰሙን ሰብ እንዳሰደድልካን እዩ እናተዳለወ ስለ ዝፀንሐ ቅድሚ ሰላሳ ክንጅምሮ ኢና ተባሂሉ ንሰላሳ እዩ ምድላው እውን ዝግበር ዘሎ እንዳበልናኩም ኢና ቀኒና ኦረዲ ቅድሚ ሰላሳ ጀሚርዎ ኣሎ። ንሕዋት ከም ትሪእዎ ዘለኹም ከም ትሰምዕዎ ዘለኹም ብጣዕሚ እዩ ዘሕዝን ዝገርም ማለት ኣብዚ ሕዚ ግዜ ኩናት ያው ብዙሕ ንኾርሕ ነበርና ብሰላም ደኣ ከም ተወደአልና ብሰላም ደኣ ከም ተፈትሐ እንዳበልና ናጸሎትና ንሃልና ያው ከም ትሰምዕዎ ዘለኹም በዚ ብሸረሪና ብኦሞ ሓጀር ዝበሃል ብምዕራብ ከባቢ ማለት እዩ ኲናት ከም ዝጀመረ እዩ ዝሕበር ዘሎ። እዚ ብ ኦሞ ሓጀር ዝበሃል ናብ ኤርትራ ከም ዝኾነ ካብ ኤርትራ ግን ስጋዕ ሐዚ መልሲ ከም ዘይተዋህቦ እንተዳየለ ብ ትግራይ ዘሎ ብከቢድ እና ብ እግረኛ እውን ጢሶም ጀሚሮም ከም ዘለዉ እዩ ዝሕብረና ዘሎ ሃይለ ማለት እዩ። እና ደቂ ዓበይቲ ያው እዚ ኲናት እዚ ፈጣሪ ይፈልጥ ክምለስ ከቋርጽ ክኸውን ኢና ተስፋ ንገብር ደቂ ዓበይቲ። ንቐጽል። ብግልጺ ክዛረበኩም ክልተ ሽሕን ዓሰርተ ኣርባዕተን ዓሰርተ ሓሙሽተ እቲ ናይ መጨረሻ ውግእ ጌርና ናብ ሰላም ውዕል እንዶ ኣቲና፣ ሻው ብዝተወደበ መንገዲ መንግስትና እውን ጥዑይ ኮይኑ፣ ክልላዊ መንግስትና፣ ፓርትና እውን ጥዑይ ኮይኑ፣ ሰራዊትና እውን ጥዑይ ኮይኑ፣ በብኸባቢኡ ዝነበረ ላፕቶፕ በቲሩ ኣነ እየ ፈላጥ እንዳበለ በቲን በቲን ዘዋቕዕ ኢሊት እውን ስርዓት ገይሩ፣ ብናይ ሓባር መኸተን ዕላማን ተንጓዓዝ እሞ ንሕጂ ኣብዚ ሕጂ ዘኒኤና ኩነታት ኣይምበጻሕናን ኔርና። መሬትና መምለስና ህዝብና መምለስና ናብታ ዝነበረትና ናይ ልምዓት መንገዲ መኣትና። ግን ኣብ ዝሓለፉ ክልተ ዓመት ናብ ሽግር ኣትዩ ኣብ ፖለቲካዊ ውዳበና ፓርትና ውን ፀገም ገጢሙ ኣብ ሰራዊትና ውን ፀገም ገጢሙ ኣብ ሓድነት ህዝብና ውን ፀገም ገጢሙ በቲ ዝኸፈልናዮ መስዋእቲ ክናሳሕ ተገይሩ ቅንውንው ክንብል መሊስና ንዘይምልሶ ንህልውናና ኢልና ዝኸፈልናዮ መስዋእቲሲ ተመሊስና ብዝዓወትነ እንዳበልና እንዳተጨነቕና ክንነብር ክንናሳሕ እንድዩ ተገይሩ ግን እዚ እውን ካብታ ናይ ክልተ ሽሕን ዓሰርተ ሰለስተን ዘይትንእስ ቃልሲ ምናልባሽ እውን ካብኣ ንላዕሊ ተቓሊስና ሕጂ ንመፅእ ኣለና ንብርኽ ኣለና ገና ክንብርኽ ኢና ክንብርኽ ኢና ንሕና ህዝቢ ኢና። ንሕና ሙሉእ ዝኾነ ሕብረተሰባዊ ብቕዓት ዘለና ሕብረተሰብ ኢና። ከምኡ እየ ዝብል። ታሪኽና ሙሉእ፣ ቋንቋና ባህልና ሙሉእ፣ ኣብ ፀጥታን ድሕንነትን ብቑዓት፣ ኣብ ፖለቲካ ሊደርሽፕ፣ ኩላ ሓይሊ ከካብ ናይ ባዕላ ብሄራዊ ረብሓ ስለ እትርኢ ኣብዚ ከባቢ ብቐሊሉ ክንጥመት ገይሩና እዩ። ይኹን እምበር ፀጋ ከኣ እዩ በቲ ሓደ ገፅ። ጠንኪርና እንድሕር ከይድና ግን ፀጋ እዩ። ኣብዚ ከባቢ ምህላውና ዝበለፀ ትኹረት ረኺብና ንሕና እውን ካብ ውሽጥና ዝብገስ ዓቕሚ እንተፈጢርና ምናልባሽ ናብ ረብሓና ለዊጥና ብዙሕ ርሕቐት እውን ክንከድ ንኽእል ኢና። ካብ ሕሉፍ ጉዕዞና ተማሂርና። ይከኣል እዩ። ከቢቡና! ከቢቡና! ልዕሊ ሸሞንተ እዝታት ናይ ኣጋር ሰራዊት ናይ ኢትዮጵያ ንትግራይ ከቢቦማ ኣለው። ልልዕሊ ኣርባዕተ ክፍለ ሰራዊታት መካናይዝድ ሓይሊ ዝበሃል ንትግራይ ከቢብዋ ኣሎ። ሕዚ ድማ ተወሰኽቲ ዓቕምታት ናይ ፍሉይ ሓይልታት ናብ ትግራይ ኣፀጊዑ ኣሎ።
እቲ መፍትሒ መካኒዝም እኮ እዩ ተሳኢኑ ዘሎ። እቲ ሕቶ ምህላው እኮ ፀገም ኣይኮነን። ንሕና ሕቶ ኣለና ድሕር ከምኡ ኮይኑ በቃ ዝኾነ ቦርደር ዘይተቐመጠሉ ዝኾነ ወሰን ዘይብሉ መበገሲ ግዜ ዘይብሉ ሱ ኢልካ ተሓተቲ ኮይንካ ንሕና ማዕት ሕቶታት ክህልወና እዩ ንሕና ዓዲ ዝመሰረትና ህዝቢ ኢና ንሕና ኢትዮጵያ ዝበሃል ዓዲ ዘቕናዕና ዝፈጠርና ህዝቢ ኢና ግዝኣትና ብጣዕሚ ሰፊሕ እዩ እንድሕር ናብኡ ተመሊስካ ኮንካ ሪደንቲስት ብዝኾነ መንገዲ ክትሪኦ እንተኮንካ ወሰን መወዳእታ የብሉን ማለት እዩ ንሕና እውን ሕቶ ከለወና እዩ ስለዚ ንሕቶ ብሕቶ እንተኾይኑ ሕቶታት ነልዕል፣ እቶም ሕቶታት ተዘርጊፎም ይቕመጡ፣ እቶም ሕቶታት ዝፍትሕሉ ሜካኒዝም ኢኻ ተቐምጥ ማለት እዩ። እቲ ጸገም ኮይኑ ዘሎ ብሓይለይ ብጉልበተይ በቃ ኩሉ ነገር መልሲ ኣለኒ ውጁባይ ዝብል እዩ ኮይኑ ዘሎ። እዚ እንተኾይኑ መወዳእታ የብሉን። እዚ ከዓ ዝገብሮ ዘሎ ስርዓት ብልፅግና እዩ። ሕዚ ብዛዕባ ምዕራብ ትግራይ፣ ብዛዕባ ጸለምቲ፣ ብዛዕባ ራያ በዓል ዋና ኮይኑ ጸገም ዝፈጥር ዘሎ ልዕሊ ህዝቢ ትግራይ ሕዚ ንጎኒ ንካሊእ ናብ ክሳብ ማለ የድልየካ ናብ ካልኣይ ሳልሳይ ደረጃታት ምካን የድልየካ ስርዓት ብልፅግና እዩ በዓል ዋንኡ ስርዓት ብልፅግና እዩ